ናይ ብሓቂ ፓስተራት ኣብ ዓዲ ተኣሲሮም እቶም ናይ ብሓቂ ኦርቶዶክስ ተዋህዶ እውን ከም በዓል ኣቦና ኣንጦንዮስ ዋጋ ከፊሎም እቶም ናይ ብሓቂ ኣስላም ከም በዓል ኣቦና ሓጂ ምሳ ዋጋ ከፊሎም እቲ ናይ ብሓቂ ኣማኒ ንሱ ንዓይ ተረዳሃላ እቲ ናይ ሓቂ ዝሓቅቕ ከይእሰር ከይቅተል ይብሉ ዘይፈርሕ ፍራ እግዚኣብሔር እምበር ፍርሓት ሰብ ዘይብሉ ንሱ እዩ ናይ ብሓቂ እቶም ናይ ቀደም ጴንጣ ኣነ ብጣዕሚ እየ ዘኽብሮም እቶም ናይ ሎሚ ዘለዉ ግን ንኩሎም ክብለካ ኣይክእልን ግን ብዙሓት ኣብ ሎሚ ዘለዉ ጴንጠቆስጣል ሙስሊያት በቃ ምሻለካ ከምዚ ኣብ ኣዲስ ኣበባ ዘሎ ሕጂ ፕሮፌሳ ቱማች ገለመለ እንዳለ ጥንቆላ ዝገብር ኣነ ነቢ እየ ከምዚ ክንበየልኩም ገለ እዚኣቶም ነቲ ናይ ብሓቂ እምነት ጴንጠቆስታል ዘህስሱ እዮም ሪኻ እዚ ኢና ፈላልዮ ክንርኢ ዘለና ስለዚ ንኩሉ እምነት ብሓፈሻ ግን ኣብ ሓደ ቁራዕ እንተዘይእተናዮ እቲ ቀንዲ ተመራፃይ እምበር ክንደይ ክንደይ ፓስተራት ኣብ ዓዲ ኣለዉ ዝተኣስሩ ብሰንኪ እምነቶም እየ ዝለካ ዘለኹ ንሓቂ ነታ ዝኣምኑላሲ ይስዮፍላ ብዘይ ቀልዓለም ብሓቂ ስለ ዝኣመኑሉ ነቲ ነቲ እምነቶም እዮም እምበር ካብ ምእሳር ካብ ህይወት ካሕሊፍካ ናብ እ፣ ጉድጓድ እስር ቤት ም- ምኻድ እ፣ ካብኡ ዘብል የለን እዚ ግን ንዓይ እ፣ ተባዓት እዮም እ፣ ኣመንቲ እዮም ብዘየገድስ ኣነ ግድን ኣይኮንኩን ጴንጠ ክኸውን ዋላ ኣብ እስልምና ንዘሎ ሰብ ንእምነቱ እ፣ ዝስየፍ ከም በዓል ኣቦና ሓጂ ሙሳ ንእምነቶም ዝሞቱ ተኮይኖም ግድን ኣስላማይ ምዃን ኣይድልየካን እዩ ነቲ እምነቱ ግን ብልክዕ ከም ዝኣምነሉ እዩ ዘርእየካ ተረዳሃላ ንሱ እምነት ማለት ኣብኡ ምስ ትጸንዕ ንትኣምነሉ ካብ ልብኻ ምስ ዝኸውን እምበሪ ሙስሊ ዝኾነ እምነት ካብ ክሳድ ንላዕሊ ከምዞም እንዳ ህግደፍ ዘለዉ ሰብ ሓሪዶም ናብ ቤተክርስትያን ዝመላለሱ ሰብ ኣቕቲሎም ናብ ቤተክርስትያን ዝኸዱ ንቐታሊ ኢሳያስ ደጊፎም ናብ ቤተክርስትያን ዝኸዱ እዚኣቶም ሓጢኣን እዮም ናይ ሓሶት ሙስልያን እዮም እዚና ክንፈላልዮ ዘለና ኣነ ቀዳመይቲ ዝብላ ኣብ ዝኾነ እምነት ሓቂ እንተዘየለ ሓሶት እዩ ኣብ እንዳ ህግደፍ ሓሶት እምበር ሓቂ የለን ስለዚ ኣብ እንዳ ህግደፍ ጴንጠ በሎ ኣስላማይ በሎ ኦርቶዶክስ በሎ እዚ ክብለካ ከለኹ ኣብ ዓዲ ዘሎ ይብለካ ኣለኹ ኣብ ዓዲ ዘሎ እሱር እዩ ምርጫ ይብሉን ኣብ ደገ ዘሎ ግን ኣብ እንዳ ህግደፍ ዘሎ ኣስላማይ በሎ ክርስቲያን በሎ ኩሉ ንዓይ ሙስሊም ኣማን ኣይኮነን እምነቱ እ፣ ፍርሓቱ ምስ ኢሳያስ ዝተሓሓዝ እምበር ምስ እግዚኣብሔር ኣይኮነን ስለዚ ኦኬ ቴንክ ዝኾነ ዩ ኣማን ዶክተር ይሆን ብ- ብሃምዘ እንተለካዕና ይሓይሽ ክብለካ እየ ኦኬ ደሓን ዝኾነ የቐንየልና መለስ ኣብታ ናይ ንሓንቲ ወይ ንኸይድ እታ ቶፒክ ንቐይሮማ ኮኒ ኣብታ ናይ ሓንቲ ወይ ንኸይድ ፕሊስ
ያ ኣበያ መስልን ታሪክ ኣጃና ዓርኪ ናትካ ኣቃል ከማ ኣነ ብሓፈሻ እንታይ ክብል ደልየ እዛ ሓፍትና ሓንቲ ወይ ዊንታና ዝተዛረበታ ሲ ንእሽተይ ትንክፍ ከብላ ፋክት እያ ትዛረብ ነይራ ትዛረቦ ዘላስ ፋክት እዩ ኣብ ሓቂ እያ ትዛረብ ዘላ ገለገለ ኢላ ትዛረብ ኔራ ሕጂ ሓቂ ምኻኖም እንዳፈለጡ እኮ እዮም ዝጋገዩ ዘለዉ እምበር ሓቂ መዓስ ጠፊእዎም ኣብ ጎኒ ኢሰያስ ኮይኖም ንባርነት ዘሽካዕልሉ ዘለዉ ባይ ዘ ወይ እዚኣ ሞኒካ እዚኣ ጓል ዘለቀሽ ማለት እዛ ጻዕዳ ቁማል ኣነ ከም ፊልሞን ማለት እዩ ከኣምና ጥራሕ ዘይኮነስ ንዓኣ ኢልካ ነዚ ኣፈወርቂ ጠንባር ገለ ኢልካ ወላ ሓንቲ ኣነ ከምዚ ኣብኦም ተኣሽሙዶ የብለይ ማለትሲ ከም ሰብ ከማን ኣይሓስቦምን እየ እዚኦም መፂኦም ከይዶም ገለ ዝገብርዎ ነገር ስለዘየለ ብጀካ ኣብ ከምዚ ዝበልካዮ ኣብ መንጎ ሰብ ኣቲኻ ናይ ምብትታን ባህሪ ስለ ዘለዎም ነቲ ሰብ ሓንጎሉ ክጥምዝዙልናን ወይ ክጠውልናን እንዳ ተዘይኮይኑ እምበር እዚኦም ዝገብርዎ ስለዚ እዚኣ ሎሚ ትምፃእ ናብ ህግደፍ ትመለስ ወላ ናብ ብርጌድ ንሓመዱ ትኺድ ገለመለ ወላ ሓንቲ ምስ እዚኣ ደዛርብ የብሎምን መናዳ ምናዳ እብለኩም ኣለኹ ኣነ እቶም ብርጌድ ንሓመዱሲ ኣብቲ ናታ ኣቲኹም ትጽሕፉላ ዘለኹም ሰባት ይርእየኩም እየ ብጣዕሚ እየ ዝስሕቕ በቃ በራዩ ገሊላ ስለ ዝጸረፈቶም ገለስ ሞር ተሓጒሶም በራዩ ደኣ ቅድሚ ሰብና ኒና ኢልናዮም በራዩ ስለ ዝኾኑ ደይኮናን በእማን ንጨፋጨፍ ዘለና ምስኦም ስለዚ እዛ ሰብ እዚኣ ብዙሕ ኣቴንሽን ተዘይገበርኩም ኣብኣ ተመራጺ ይብል ተመጸት ትምጻእ ተዘልዘለት ትዘልዝሎም ነንሕድሕዶም ይቃረቡ ባራዩ ንባራዩ እዮም እስኹም ባራዩ ኣነ ባራዩ ትብሎም ኔራ yes ባራዩ ስለ ዝኾኑ ሓደ ጣኦት የምልኹን የገልግሉን ኣለዉ ሕጂ ንለውጢ ኢልኩም ዘይትብገሱ እዛ ክልተ ሽሕን ዒስራን ኣርባዕተን ስበቃ ኢሳያስ ገለ ነገር ክትገብር ኣለካ ገሌላ እያ በቃ ጀሚራቶ ሕጂ ጥናታ ቶፒክ ተልእኮ እውን ክኸውን ይኽእል ዘይክኸውን ይኽእል ንሕና ንፈልጦ ነገር የለን ግን ሓደ ሓደ ገለ ምስጢራት በጨቕ ተብል ኔራ ካብ ውሽጦም ማለት እዩ እቲ ብውሽጢ ድዛረብዎ ሲ ሓደ ሓደ ነገራት ሰብ ፍላጥ ሰብ ዘይፍላጥ በጨቕ ተብሎ ነይረ እያ ንኢትዮጵያ ዳ ከምዚ ፖለቲካ ናይ ተባላሽውልና ሳፖርት ግበሩ እዮም ገለ ምሽ ትብሉ ነርኩም ገለ ትዛረብ ነይረ ኣብ ገለ ተቆሪፁ ቪዲዮታት ትሰምዑ ነይረ ሕጂ ገና ትዘልዝሎም ኣይትዘልዝሎም ንዓና ጉዳይና ኣይኮነን ንሕና ግን ነዚኣ ክንኣምና ደይኮነሲ ኣነ ብዘይቀልዓለም ከም ፊልሞን ኣብ ጥቃዩ ክትቀርብ ኣይደልያን እየ ከመይ እንተልካኒ ንሓደ ጸላኢኻ ከም ጸላኢኻ ዘቐመጥካዮ ናብ ፈታዊኻ ክትቅይሮ ጸገም የብሉን። ከም በዓል እዚኣ ለኽባጥ ሕብረተሰብ ክዝልፉን ክጸርፉን ዝውዕሉ ሰባት ግን ኣነ ክቕበሎም ብጣዕሚ የጸግመኒ። ከመይ እንተኢልካኒ ሕብረተሰብ ክቡር እዩ። ሓደ ውልቀ ሕብረተሰብ ፈልያ ትሃርም ቶፒክ ኣጀንዳ ትህብ ሰብ እኮ'ያ እዚኣ። ቀላል ሰብ ኣይኮነትን። ሰብ ከተባልዕ ትውዕል እኮ'ያ። ኣብ ሓደ ሓንቲ ኣውራጃ ተተንኪፋ ንዓኣ ተንኪፋ ነታ ሓንቲ ናይ ሓንቲ ኣውራጃ ጸግዒ ትኸውን በቲ ሓደ ድኺ ምኽንያቱ ነዚ ህዝቢ ብኸመይ የባልዑን ብኸመይ የናቑቱን ጥራሕ እያ ትሓስብ እምበር እዚኣ ሓልያ ንዓና ወላ ሓንቲ ሓልያትና ኣይትፈልጥን እያ እዚኣ ሃልያ ሃልያካ ትገብረና ነገር የብላን ስለዚ ኣታ መንእሰይ ብርጌድ ንሓመዱ በጃኩም በዚኣ ቶፒክ ኣልዒልኩም ክትዛረቡ በዚኣ ርእስኩም ተጠምዚዙ ፍላወር ዶ ልቢ ዶ ገለ ክትህብዋ ትውዕሉ ዘለኩም ማለት እዩ ኣብቲ ናታ ተሰጢሕኩም ትውዕሉ ዘለኩም ግዜኩም ተትጥቀሙሉ ኣነ ደስ ምበለኒ ምክንያቱ ገዛኩም ከፊትኩም ብዛዕባ ካልእኩም ፕሮግራምኩም ካልእ ቶፒክኩም ከፊትኩም ዲስካስ እንተትገብሩ ምሓሸ ብላ ኣነ ኣይኮነን ግን ሞኒካ ስለ ዝጸረፈቶም ገለ ኢልኩም ተሓጒስኩም ኣብኡ ሓሳብ ገለ መለ ትህቡ ዶ ኣለኹም ፕሊስ ተጠንቀቑ እዚኣ ጓል ዘለቀሽ ከኣ መእመኒ የብላን በጃኹም ኣድጊ ሓጺብካዮ ናብ ሓመዱ ሰብ ተዛሪብካዮ ናብ ልማዱ ጽባሕ ንጎ ክትምልሶ እያ ሸኽትልሕሶም ክትከይደ ስለዚ ቴንኪ ጀን ዓርከይ

እንታይ ኣለኩም ድሃይ ብሙሉኹም ኣብ ዘለኹም ማለት እዩ ኣብዚ ላይፍ ኣይነበርካን ዲኻ ዓንቶይ እኮ ተዛሪብና ኣሎ ዕለት 27
ላላ ንሶም ዝፀሓላ እየን 223 ወርሒ ትሽዓ ትብለካ ኣለኹ ዕለት 14 ዕለት 19 ክልተ መርከብ ጠፊእና ሓቅኻ ኻ ፅቡቅ ኣለኻ ሓውኪ ጆን ዘሎ ክንደይ ግዜ ወሓንቲ ዝዳይ ክረክብ ኣይካና ኣብ ሊብያ ዘለኹ ኩሉ ሰብ እውን ይፈልጥ እዩ ማለት እዩ ትማል ከማን ኣብ ናይ ወዲ ጋሽ ኣትየ ተዘራሪበ ነይረ ብውሽጢ ናምበር ገለ ተወሃሂብና ወላ ኣብ ወሳብ ክድውለልካ እየ ገለ ኢሉ ነይሩ እንተፈታው ከዓ ክነግረልካ እየ ክዛረቦ እየ ገለገለ ኢልና ኣብ ብዙሕ እየ ኣትየ ወላ ኣብ ናይ ህግደፍ ኣትየ ይዛረበ ወላ ኣብ ናይ ተቃወምቲ ኣትየ ይዛረበ ወላ ሓንቲ ድሃይ ክንረክብ ኣይከኣልናን ማይሲ ወላ ናይ ሕልና ዕረፍቲ በቃ ሲና ጠቕላላ ኣሕዋትና እዮም ምሳና ዝነበሩ ብፆትና እዮም ጠፊኦምና ኣስታት ሰማንያ ዝኾኑ ሰባት እዮም ወላ ሓንቲ ድምፂ ትበሃል የለን እንታይ ኣለኩም ዳኸይ ኩሉኹም ወላ ደገፍቲ ኮኑ ወላ ገለ ኮኑ ኣብ ታሕቲ ዘለኹም ከዓ ወላ ብኮመንት ወላ ብውሽጢ ፀሓፉና ካብ ኤርትራ እንዳደወሉ ረቢሾምና ስድራ ጠቕላላ ዳሃይ ሲኢና ጭንቀት ገይርልና ኩልና ማለት እዩ ኣሕዋት እዚኣ ከም ድፍረት ኣይትሕሰብዋ ይቕሬታ ዘለኻ ብራዘር እዚ ትብሎ ዘለካ ክንደይ ሰባት ኣብ ፕራይቨት ቤተሰብ ናይቶም ትብሎም ዘለካ ፅሒፎም ለዮም እንታይ ዳ ሃለካ ድሃይ ግበረና ዝብል እዘን ጥሒለን ዘለዋ ቅድሚ ሰሙን እዚኣተን ካልእ እየን ሽዑ 27 28 ዝኸዳ እየን ማለት እዩ ዝጠሓላ እየን ማለት እዩ እዚ ትብሎ ዘለካ ግን ቅድሚ ሰለስተ ወርሒ ክልተ መርከብ ዝጠፍኣ ከም ዘለዋ ፈሊጥና ኣለና ማለት እንድሕር ድኣኒ ኣብ ሊብያ ዘየለዉ ተበጊሶም ካብ ባሕሪ እንድሕር ድኣኒ ደሃይ ዘይኣትዮም ሲ ርዱእ ነገር እዩ ከምዘልካዮ ክትቀብጽ ቅባጸት ንባዕላ ሓደ እንጣሽሙ እንዲ ዓቢ ነገር እንዲዩ ግን ኣብ ማእከላይ ባሕሪ ሰማዕን ረድኣን ዘይብሉ ምሻለካ እዚ ትብሎ ነገራት ኣይኮነን እዚ ምናልባት ሓበሬታ ክንረክቦ ንኽእል ንሕና ካብትዮም ናይ ማልታ ናይ ጣልያን ተማውኡ ዘለዉ ሓይሊ ባሕሪ ዝኾነ ዜና እንድሕር ደኣኒ ዘይሂቦምና እ፣ ክንረክብ ኣይንኽእልን ሓበሬታ ስለዚ ያ በ- ፈሊጠ ኣለኹ ዝጠፍኣ ክልተ ከም ዘለዋ ሰሚዐ ኣለኹ ብተደጋጋሚ እውን ብዙሓት ዝተሻቐሉ ቤተሰብ እ፣ ብዛዕባ ናይ መራኽብ ገለ ብፍላይ ክንዛረብ ከለና ዝጠሃላ ቀፃሊ እ፣ ከምዚ ዕለት ከዓ ጠፍኣ ነይረን እሞ በጃኹም ባ ድሃይ ግበሩ ዝብሉ ኣለዉ ተጨኒቖም ዘጨንቑኻ ብጣዕሚ ዘጨንቐካ ኣብ ዘይቅልዓለም ክልተ መርከብ ጠፊአን እሞ ድሃይ ይብለን ክትበሃል

ትግራይ የለውን የለን ደቂ ሰብ እዮም ትግራይ ያላን ሕጂ ዘር ያላን አ፣ ንሕና ትግራይ ንስለም ያላን ዘር ባዳ ሰራይን ሓማሰ ባዳ ባ- ሰራይን ባዳ ኣክረግዛይን ባዳ ኢና ርስ ዘለና ባዳ ትግራይ
ሓማሴን ኣነ እንዳ ኣቦይ ተ ዝሕጉሰኒ ብታሕቲ እዮም ዝጫማቆ ጭምቅ የብሉካ ምሽ ብታሕቲ እንታይ ጭ ንግሆት ዓራትካ ወኮሎት ኣስጢሱ ይፀንሕ እሳ ትሕጉሰኒ እያ ናይ እንዳ ኣቦይ እዩ ማለት እዩ ያ፣ እስከ ሕጂ እዚኦም አ፣ ኣኮሎ ግዛይ ላዕሊ እዮም ልካዮም ወዲኦም ላዕሊ እቲ ሓላፍነት ልክዕ ዋላ እዚ ቱፓክ መጺኡ ዶ ኣሎ ሕጂ እንታይ ኢሉ እሱስ ንሰብ ኣጥፊእዋ እዩ ኣደም ኣጥፊእዋ እንታይ ኢልካ ዶ እሱስ ኣምላኽ ኣብ ኣኮሎግዛይ ተወሊዱ ኣዳምን ሄዋን ኣብ ከምነ ተወሊዶም ንመንእሰይ ክንደይ ጥፊእ እዩ ብሕጂ እውን እንደገና ሓድሽ ሂወት ሒዙ መጺኡ ከኣ ኖርማል ገንዘቡ ክኣ ረኽቡ ዝኾነ ለመጭመጭ ይብል እዩ ሰብ